እዞም ወለዲ እዚኦም እዞም ደቂ ስሩእ ዝኾኑ ኣሕዋትና እውን ክንሓግዞም ኣለና ብዝብል ሰሪፍኩምለይ ገንዘበ ከብፅሕ መፅእ ዘለኹሞ ከመልክን ቀኒኻ

ሰላም ሰላም ክቡራትን ክቡራንን ኣብ መላእ ዓለም እትርከቡ ምስዞም ወለዲ እዚኦም ቅድሚ ዝተወሰነ መዓልታት ብፁዕ ነይሩ ናይ ስቡእ ወደ ምፅሖ ክንበፅሕ መፂና ብዘርጋሕናዮ ቪድዮ እዞም ወለዲ እዚኦም እዞም ደቂ ስቡእ ዝኾኑ ኣሕዋትና እውን ክንሕግዞም ኣለና ብዝብል ሰሪፍኩምለይ ገንዘበይ ከብፅሕ መፅእ ዘለኹ እሞ ከመይ ቀኒኻ ትቅብሓና ዲኹም ጥንክር ኣለኹም እሞ ሎማዓንቲ መምፅኤይ ፅባሕ ፋሲካ ስለ ዝኾነ ብዝሓለፈ መፂና እንዳሃለና ፅንዓት ይሃብኩም ክንብል መፂና እንዳሃለና ዝለቐቕናዮ ቪድዮ ሪኦም ኣዲስ ኣበባ ዝነበር ሓውና ሽመይ ንዓኹም ዝበለና ማለት እዩ ብሽም ኣብ ቀረባ ግዜ ንዓዲ ጣልያን ብዝኣተወ ሓው ምክንያት ገይሩ ብሽም ዝፈትዎ ሓወይ ካብ ክንደይ መከራ ወፂኡ ኣብ ሊብያ ተሻጊሩ ዓዲ ጣልያን ስለ ዝኣተወ ብሽም ተሓወይ ንሱ ሓሙሽተ ሽሕ ኣብፅሐለይ ኢልኒ ኣሎ ተመሳሳሊ እውን ኣብ ሃገረ ሆላንድ ዝርከቡ ኣዕርኽቲ ዝኾኑ ሃይለ ዕቕባዝጊ፣ ሚኪኤለ ተኽለሃይማኖት፣ ሓበን በርሀ ከምኡውን ንጉሰ በየነ ዝተባህሉ እውን ዝለኣኹለይ ሓሙሽተ ሽሕ ብጠቕላላ ዓሰርተ ሽሕ እየ ሒዘልኩም መፂኦ ዘለኹ እሞ ስለዚ ብርኸ ወደ ዓመት ይግበረልኩም ኣይዞኹም ኣይትሕዘኑ እንካኡ እዚአን ሕጂ ትዕባል ሒዘልኩም መፅኦ ዘለኹ ዓሰርተ ሽሕ ንሓዳስ ሓሙሽተ ርእሳ ስለ ዝኾነት ኣርባዕተ ሽሕ ንሓዳስ ሰለስተ ሽሕ ንዓኻትኩም ንወለዲ ሰለስተ ሽሕ ድማ ነቶም ስምረት ዘለዉ ደቂ ብሩህ ማለት እዩ እቶም ደቂ ብሩህ ንዓም ክተከፋፍሉ ሌለ እየ ዘልኩም መፀ ዘለኹ እሞ ኣይዞኻትኩም ኣይትሕዘኑ ማማውነይ ትንበዓ ወላዲ ክርከቡ እሺ ሓራይ
ስላሴ ሰላም ይብሉ ድሕነት ይበሉ

ክብራትን ክብራንን እዛ ትሪእዋ ዘለኹም ገዛ እውን ያው ጣብያ ናይ ጣብያ መድሕን ነበርቲ ጣብያ መድሕን ሓቀለ ናይ ጣብያ መድሕን ናይ ቁሸት ማያት ካሮ ነበርቲ ዝኾኑ ኣሕዋትና ኣተሓባቢሮም እዞም ስድራ ስውእን ደቂ ስውእን ኣብ ደገ ከይሓድሩ ንፋስ ከይወቕዖም ቁሪ እውን ከይወቕዖም ኢሎም እዮም እዚኣ ትመስል ገዛ ሰሪሖምሎም ዘለዉ እሞ እስኪ ብቴንዳ እያ ክትክደን እውን ይብሉኒ ኣለዉ ግን ብቴንዳ ካብ ክትከውን እስኪ ኩልኹም ኣብ መላእ ዓለም ዘለኹም እውን ኣተሓባቢርና ቀርቆሮ ክንከድነሎም እስኪ በዚ ኣጋጣሚ እዚ ነዚ ዘለኹም ኮንኩም ክትሕግዙኒ ተስፋ ይገብር እሞ